ደሓን ዶ ከመይ ቀኒኻ ክብሩ ስፋሕ እውይ ተመስገን ኣንታ እዚ ህዝቢ እዚ ከመይ ሽሻ የብዝሓሉ ወደይ ዝተፀገመ ክሰብ ክሕግዝ እምበር ኢዱ ተመኒዑ በዚ ናይዚ ዓዲ ሕጂ ክንደይ ይመፅእ ማለት እዩ ውይ በስመ ኣብ ባስታ እዛ ኣሰንቢዱ ኣሎ ማእሙና ሚልዮናት ሓሙሽተ ኣርባዕተ ሚልዮናት ጸዊዑላ ዘሎ እዋይ ዋይ ሓቃ እንድያ ከሰንብድ ድኣ ኣታ ከንደይ ይኸውን እቲ ገንዘብ ሚልዮናት እዩ ሚልዮናት
ስምዓኒ ዝሓወይ ንዓይ ዘድልያኒ ክልተ ሚእትን ሓምሳን ሽሕ እየን እተን ሚእቲ ሽሕ ከዓ ምናልባት ንገለገለ መሳለጢ የድልያን ኾና እተን ዝተረፋ ሚእትን ሰብዓን ሽሕ ግን ንሓገዝ ዘድልዮም ህፁፅ ሓገዝ ዘድልዮም ሰባት ኣወፍየለይ ኢኻ ሜሪ መበሰ በሰ ሜሪ ኣትጋጊ በሊ ወቲ ኣትጋጊ በሊ ዋይሰሊ ዋይሰሊ ተዓዲሉ ዋይሰሊ ተዓዲሉ ኣቲ ትጉሽታት ይበሉ ደሓን ደሓን ዝሓወይ ኣነ ብርኪ ዘስተንፍስ መንእሰይ እየ እቲ ዘይብሉ እውን ብይኣኽለኒ ይሕግዘካ እዩ ስለዚ ንዓይ 350 ሽሕ ኣዝዩ እኹል እዩ ኣታ ሓጢኣት ክኾነኪ ስለ ገንዘብ ዋይ ሰሊ ዓድላትን ዋይ ሰሊ ዓድላትን
ቃንዛ ወደይ ስለ ዝፈልጦ ቃንዛተን ዘይብለን ስድራኻ ይርድኣኒ እዩ ክንደይ ቁራስ ዝሰኣነት ኣላ ንበይነይ ጥራሕ ከ ኣይበሃልን እዩ ሕር
ስምዕስ ከሳ ስምዕንስ ከሳ እንታይ ዓይነት ዘረባ ክትዛረብ ፀኒሕካ ዚግዛግ ዚግዛግ ዚግዛግ ዳ ጥዕም እንዲ እዚ እኮ ደይፈልጥ ቆልዓ ጫ ሓንጎሮ ዘረባ እኮ ክትዛረብ ፀኒሕካ ቀልጥፍ ጥራሕ ሕጂ ፒሮን ወረቐትን ጌርክ ናይ ጣዕሳ እንዲ ናይ ምንታይ ጣዕሳ ስምዕስ ከስኺ እዞም ንሕና እዞም ቀርሺ ደለና ንዓኺ ሃብታማት ሚልዮነራት ኮይና ኢና ንስምዓክምሽ ባጎን ሓወይ ማይ ዶ ከስትየካ እዚ ሃተፍተፍካ ቁሩብ ተዝሓለልካ። ክላስኸ ማይ ከተስቲኒ በርትዕ ዓቅሚ ለኪዕክስ ከማ ዊስኪ ወይ ጸባ ከተስቲኒ ሕልፈት ንስኽስ ድሮ ሓሊፍልክስ ኣብ ኣፍ ደገ ገዛኺ ዘሎ ጽጉም ገዲፍክስ ተሳጊርኪ ካልእ ጽጉም ክትሕግዚ ናትካ ጸገም እኮ ኣብ ርእስኻ እዩ ባጎን ሓወይ ብሰልድን ወርቅን ጌሮም እንተዝዓጥኑኻ ከማን ዝወጸልካ ኣይመስለንን እዩ ንዓይ። ኣነን ንስኽን እኮ ሓደ ዓይነት ፊደላት እንዳተጠቀምና በበይኑ ቋንቋ ንዛረብ ሰባት እኳ ኢና። ሃብ እሞ ሃቢ ሃብ ጥራይ ዋት እንታይ ትገብር ኣለኻ ስቕ ጥራይ ኢለ ስወል እዋ ገንዘበይ እዋ እታ እንታይ ዓይነት ሞባይል እያ እዚኣኸ ማርቴሎ ገይረ ዶ ካርማ ስማዓኒ መን ኢኻ እስኻ ኣዋዓዋዕ ፅጉማት ዲኻ ኣዋዓዋዕ ሽግር ትበሃል መን ኢኻ እዛ ክትብለካ ፅንሕት ኩሉ ጌጋ እዩ ንሕና ቀዳምነት ንቆልዓ ስለ ዝበሃል ናይቲ ቆልዓ ሽግርና ቀዳምነት ነጊርናካ እምበር እዛ ሰብ እዚኣ ናይ ገዛእ ርእሳ ናይ ኣእምሮ ጸገም ዘለዋ ሰብ እያ፣ እዚ ኩሉ ክትብለካ ዝጸንሐት ጌጋ እዩ። ኣነ ጥዕይቲ እየ። እቲ ዝቐልየ ኣየናይ ጽሉል እየ፣ ኣነ ጽሉል እየ፣ ኣየናይ ጠንቋላይ ኣነ ጠንቋላይ ኢሉ ዝፈልጥ። ንሳስ ሓቅኻ ነለኻ እንዶ እስኻ ኣብነት ብሕሙምካ ጥዑይ እየ ትብለና ዘለኻ። ስምዓኒ ነቲ ቆልዓ ናብ ሕክምና ክንወስዶ ኢና፣ እሳ ጓል ከኣ ናይ ኣእምሮ ጸገም ስለ ዘለዋ ናብ ናይ ኣእምሮ ጸገም ደሎ ሕክምና ክንወስዳ ኢና። ስለዚ ሳንቲም ዕውርቲ ከየጎደልካ ትበል እተን ሰልዲ። ዋእ ኣታ ታይ ትብሎ ኣለኻ። ስቅ እንተ በል ንመን ክተሓዞ ንዓኪ ተሓዝኒ። ወላ ከማ ሰለ ተጠምጠመኒ ዋ ኣነ ኮባጊኑ ከ እስኻ ቁሩብ ርእሲ ይብልካን በዚ ሎም እዚ ሰሊ ተዋሂቡስ ይኣኽልን ምለሰለይ ዝብል ኣሎ እዚኣ እኮ ጽልልቲ ናይ ጽሉላት ብጽላልያ ኦስካር ዝወሰደ ጽልልቲ ስለ ዝኾነት እያ ኮሚላትካ ይኣኽለኒ ስለ ዝበልኩ ምስ ጽልልቲ ዘቁጽረኒ ዘሎ ሸሞንተ ሽሕ ተዋሂበ ክልተ ሽሕ ተሓጎስኩስ ጌጋ ድዩ ሸሞንተ ሽሕ ዋ ሸሞንተ ሽሕ ዶላር ጥራይ ኣንኮራ ክንጸባጸብ ኢና ኣንኮራ ክንጸባጸብ ኢና ሸሞንተ ሽሕ ዶላር ድኣ ነቲ ቆልዓ ናይ ቁርሲ ጥራይ እኮ እየ እወ እንታ እንታይ መዓት እዩ ኣብ ሓደ ሕብረተሰብስ ክንዲዚ ሕብረተሰብ ኣሎ ገለ ዝተጸገመ ሕግዝ ገለ ከዓ ጸገም ኣብ ርእሲ ጸገም ውስኽ ስምዓኒ ሓፃር እያ ዘረባ ሳንቲም ዕውርቲ ከየጉደልካ ሳንቲም ፀማም ሳንቲም ሓንካስ ከየጉደልካ ተረክበን
ባጎን ሓወይ ሓቅኻ ሓቅኻ ምስ እምሮ እያ ፀናሕኩን ኣእምሮይ ሰይተ ፀኒ ሃባ ተጣዒሰ ክብሎ እዩ ሃባ ሃባ ኣታ ወዝ ልቢ ውቂላ ዛጓ ሄሎ ሄ- ሄሎ ብሩኸይ እንታይ መሲልካ እዚ ምሳይ ዘሎ ሓወይ ኣዝዩ ፅጉም ሽግር ናይ ልቦና ዘለዎ ቁንጣሮ መንፈስ ቅዱስ ዘይብሉ

ኦሆ ክንዲ ንዕዋላ ኹይኑ ናይ ቀደም ክንዲ ናይ ቀደም ዕዋላ ናበይ ደኣ ክዋንኪኹም ደኣ ኣብዚ ኣሎ ሓደ ዕውልነት ጥዕም ኣቢሉ ዝገደፋ ጥማዕ ዕዋላ እሞ ኣብኡ ከለኹ ክምልኦ ደልየ ኣብ መንጎ ኣቋሪጸወታ እቲ ዕውልነት ከም ትምህርቲ ወዋእ ስልጥንዎም ስልጠና ሳሃብዎ እምበር እዞም ናይ ሎሚ ዓዋሉ ስድነት ገለ ዝብሉ መጺጻ መጺጻ እታ ዕውልና ናይ ቀደም ዕውልና እያ ትሕቲ። ጅምር ኣቢልካ ግደፍ ዕውልነት ብኣና ሓሊፉ ካብ ስዋ ካብ ታተ ስጋብ መስተ ዓዊልና ኣለና። እዋይ ንባና ሻንዲ ሓጅራ መጺጻ እኮ እያ ሑመር ተቀይራ። ኣሎ ዶ መዓሙና ከ እንቁሪ? ኣሎ ኣሎ ተጋዲሙ ኣይሙት ኣይስሩር ኮይኑ ኣብቲ ዓራት ኣሎ። ኣንታ ንስኻስ ዓርኩ እንዲኻ ደይ ትምዑ ዶ ክሰርሕ ምሳኻ። እዋእ ኢለዮ ንዓኣ ንስራሕ ንዓኣ ንስራሕ ኢለዮ ኣነ ግን ኢደይ ትቆረጽ ኣይሰርሕን ኢየ ኢሉ ኣብዩኒ። እዋእ እንታይ ዲኻ ስራሕ ኣምጺኻሉ። ኣምጽኣላ ኣኸ።
እንታይ ከምጽእ ኣታ ሞት ኣቦይ ኪዳን እንታይ ድዩ ደምጽእ ነይሩ ናብራ ናብራ ቅድም እሱ ደኣ እስኻ ደኣ ደይ ተምጽእ ዘይሞያ ኣነ እኮ ሰብ ተዛሪበ ምስማዕ ዓብዪ እንደሉ እዚኣ እኮ እያ ሰብሲ ኣብ ተውህቡ እዩ ክሰርሕ ዘለዎ ኖ ንኣብነት ሕጂስ ነዚ ቢንያም ግርማይ ኮሳተር ኣምጻእ ኣቢልካስ ንዓ ኣትሌት ኩን ተልካስ የድምዓልካ ንናዝሬ ተወልደ ንዒልካ ኮሳተረ ኩን ተልካስ ተድምዓልካ ኣይተድምዓልካ ነ ሰብ ኣብ ተውህቡ እዩ ክሰርሕ ዘለዎ በቃ ካብ ሞያኻ ሒዝካ ኣንቱም ሰባት ግደፉ ግደፉ ግደፉ ተታሒዝኩም ከይትጸድፉ ግደፉ ኣንቁርሞ ከመይ ገይሩ እዩ ክመዓት? ኣንቁር እኮ ኣብ ጥምቀቱ ነቲ ቀሺ መስቀል ማሕ ኣቢልዎ ምስ ጠፍአ ሽዑ እኮ እዩ ንዓለም ኣመስኪሩ ሰረቐ ምዃኑ ጽቡቕ ገይሩ ዘመስከረ እኮ ሽዓ መዓልቱ። እዋይ ኣምነ ፍሊጶስ በዓል ደብሪ ኣነስ ኦርጅናል ዕዋላ እኮ እየ ስኢነ ደለኹ ናፊቅና ሓቀኛ ዕዋላታ በዓል ንስኻስ ዕዋል ዲኹም ክትበሃል ንዓርካ ሓሊፍካ ትቦ። ኣንቁር ብምኽሪ ማዕዳን ክቅየር ኣይክእልን እዩ። ኣንቁሪ ክቕይር እንድሕር ኮይኑ ሞይቱ ዳግማይ ክትስእ ከሎ ጥራይ ክቕይሮ ዝኽእል። በቃ እቲ ወደይስ ንስርቂ እዩ ተሰሪሑ። ንስርቂ ኮፒ ኣብ ዓለም ምሉእ ተውህብኡ ውንን ምስ በለ ዝፈለጠ ሰብ እንተሎ ኣንቁሪ ጥራይ ጥርት ኣሞይ ኢሉ ይስእ። ኣታ ግደፉ ኣታ ግደፉ እቲ ምኽርና ስምዕዎ ምኽርና ሸለል ኣይትበልዎ ግደፉ ስምዕዎ ንሕና እኮ ንኽንደይ ሊቃውንትን ንኽንደይ ምሁራትን ንኽንደይ በራሕቲ ሃገርን ኢና ምዒድና እዎ በኪና ደሞ በኪና ነዘኪርኩም ድዩ እንታይ ድያ ትሕመደላ ልቅንዳ እዛ ጉዳይ ናይ ሩስያ ንፑቲን ዘማኸሮሲ ኪዳነ እዩ ገለባዕ ትበሃል እዋይ እዚ ፑቲን እዋይ እዚ ፑቲን ክስከፍ ኣታ እዚኣ ዶ እዚኣ ፅቡቕ ገይረሉስ በቃ እዚኣ ከዓ ንህዝቢ ዓለም ነጊርለይ ኣንታ ዘን በዓል ሲኤንኤን ቢቢሲ ሳቢኤን ዝረኽቦ እቲ ወረ ኣነ እኮ የሚን ዝገበሮ ተፀጊም ክትስይፎ ይደሊ እኔ ተረዲእካ ኣሎ ፅቡቕ ነገር ተሓቢእ እገብር እሞ ብገለ ቁልብ ኣቢለን ዘን ሲኤንኤን ይከታተላና እየን ከዓ ንዓና ናብ ህዝቢ ተሓብሎ በዓል ንስኻ ከዓ ሰሚዕኹሞ እምበር እምበር እኮ እዚ ገዛውቲ ቦይ ጊና ንሓቂ ትሓይሽ እዋእ ናይ ቦይ ኪዳነ ምኽርን ጭሕሚ ሰበይትን ብቐሊል ኣይርክብ እንዳ ቦይ እንዳ ሓሚኹም ኣብዚ ሓቂ ሓቂ ሓቂስ ዕላል እንዶ ግዳን ፂቕ ኣነ ፃዋ ባዕሎም ኢኹም ኣቦይ ኪዳነ እዚ መደበር ናይ ኣስመራ እዚ ንዑ ዝሰርሓ ኢንጂነር ዓርከይ እዩ ነይሩ እቲ እንጂ መደበር ብዓበያ ዝሰርሓ ኢንጂነር ብምልእታታ መደበር ኣፍ ደገ ንምዕራብ ግበሮ ኢለ ጎስጒሰ ዝመኸርክዎ ባዕለይ እየ ዋ ንምንታይ ደኣ ንምዕራብ ኣጠሚትኩም ኣላ ምስ ምዕራባውያን ብምዕባለ ክንወዳደር ፊት ንፊት ክንከውን ደልየታ ወይ ኣቦይ ኪዳነ ቦቕ ዋይ ተኾርምየ ንርእሲ እዋእ ኢልኪ ኣብዚ ርእሲ ዘሎ ኣታ እዛ ክሳር እዚኣስ ነዚ ርእሲ ሒዛ ኣላ እንታይ እሞ ገበር እንታይ ገበር ስቕ ኢልካ ኣብ ደይቦትኡ ኮይኑ እውይ ክሳር ትበሃል እዚኣ ሽዑ ዝርእሲ ተሰኪማ ፋዕ! እሞ ኣንስኹም ሽዑ ድማ ኸርኩም እዮም እዛ መንእሰይ ንምዕራብ ጠፊኣ ደላ
ኣዲስ ኣበባ ጉርዲ ስደት ሲ ስደት ተሓሲባስ ንምዕራብ ጠፊእና ክትብል ኣንታ ኣንታ ቁርባ ኣይትሓፍሩ እንዲኹም ቧ ሓመድ ኣቕልለላ እዛ ኣደይሲ ኣጋይሽ ምሽ ምፅእ እብልዋ ሓዊ እጉድ ኣቢላ ቡን ድሕር ደየለፍ ትኸረ ዴንሳስ ንዓስ ከ ኪዳነ ወደይ ካብ ኣዲስ ኣበባ ከድካ ቡን ኣምፀእለይ ትብለኒ እሞ ኣነ ከኣ ቡን ሒዘ ምለስ። እሞ ዓበይ ኪዳነ ንዕምባባ መጠን ጌርኩም ሓስቡ እዋ ህዝቢ ዓለም ደኣ እሞ እንታይ ክሕሱ እዩ እስኹም ክንድዚ ተሃሲኹም ብሰንክኹም እኮ እዩ ቁጠባ ናይ ሓሶት ኣንቆልቂሉ ዘሎ ቁሩብ ስባ ኣስትያት ግበሩ ኣባይ ኪዳነ። እባ ባጎኒ ከኣ ሓሳዊ ትብለኒ ኣለኻ።

ክሳብ ዝኾነ ድኹም ምሳይ ትኸዱ። ደሓን ኣኪለ ሓወይ ሕጂ ደኣ ክወግሓለይ ቀሪቡ እንድዩ ጸገም የብሉን። ትሪኢ ኣለኺ እንዲኺ እሞ ኣብ ርእሲ ሕማሙ እዚ ቁሪ ተወሲኹ ክሳኣል እዩ ከመይ ከም ድኹም። ዋይ ሕጂ ደኣ ንለ እንዶ ኮቦርታን ፍርናሽን ኣምጺኻሉ። ኣቲ እዚ ብፍርናሽን ኮቦርታን ዝማሞቕ ኣይኮነን ጥራሕ እግረይ ማታ ኣላእቲ ኮይኑ እኮ እዩ ዝስምዓኒ ዘሎ ሄውው።
እዚኣስ ኣንደር እንድያ ዘይ ኣብ ልዕሊኣ ገዛ ዘይብላ ኮይና እምበር። ጸርነት ግን ማራ ማራ ኣድኒቐ ይፈልጥ እየ ኤእ እንታይ ደኣ ሽግር ከም ለይቲ ክረምቲ ምስ ነውሓካ ኩሉ ንውሽጢ ጌርካ ኢኻ ትሓልፎ። ኤእ ንዕሚር ሃፍተይ ንውሽጢ ውሽጢ ትበሊ ኩሉ ንውሽጢ ብውሽጢ ምስ ትገብሮ ክትኮስ ከሎ ሓደገኛ እዩ። እይ ከም ትቦ ማይ በላ ተፈንጂረ ንኩልኹም ከይብክለኩም ዲኻ ፈሪሕካ። ኣቲ ኣቲ ክንደይ ክትጭክኒ ጓለይ። ቁሩብ ከሲሕ ኣለዎ ድዩ ደራይ እና ሰምዐስ ኣብዛ ገዚኣ ኣሚጥኩም ንክልቲኹም
ሳላ ዝጨከነስ ወዲ ሰብ ተሲኢኑ ኣብ ዝረኸባ ክነብር ከም ዝኽእል እኳ ፈሊጥና እዋይ
ካብዛ ገዛ እዚኣ ሰባት ዶም ወፁ እንትርፉ ናፁ ስቕ ባሉ ወረ ሌት ሌት ዝነናፁ ናብ ዝሕልፍ ሕልፍ ክብላ ክርእየን ከለኹስ ኣዝማደይ ክበፅሓኒ ዝበፃ ኮይነን እኮ እየን ዝስምዓኒ እው ክትደፍሪ እስኺ እምበር ንዐን ክትበፅሕን ዝመፀኺ እዩ ዝመስለን እኮ ከምቲ ንሕና ንገብረ ዝነበርና ምስ ተሸገራና ስሚ ወይ መጻወድያ ንገብሮ ነበርና፣ እሰን ከኣ ሕነ ንምፍዳይ ኣብ ኣኽሎ ፈረጥ ከይብላ ከጥንቅቐ ዝነግረክ ኣለኹ ኣነ። ኣታ ሓቅኻ እኳ ኢኻ
ገሊኤንስ ወርጊ የፋጥጣ ኣለይ ጉድ ሪኤ። ከመይ ዘይፋጣልኪ ኣብ ገዛእ ገዛናስ ከምዚ እያ ትርእየና እኳ እየን ዝብላኺ ዘለዋ። ሓቅኻ እኳ ኢኻ ኣብ ገዛእ ገዘኣን ኮይንወን እምበር እንታይ ዶ ሪኤና ኣለየን። ዘይገዘኣን ኮይንወን ለይቲ ለይቲ ክድቅሳ ኢለን እየን ዝመጻ ዘለዋ።

ኣንጭዋ እንተኢልካ ዘርኢ መርገም። ወዲ ሰብ ግን ባህርያቱ ኩሉ እዩ ኩሉ ነገር ኢካ በቃ ኣብኡ ትረክቦ። ኣቲ ኣነ ዝገርመኒ እኮ ናይዞም ሳይንቲስት እኮ እዩ ክልቕምፁ ክኽዝቡ ኪዱን ወዲ ሰብ ዝበልዐ እንስሳ እዩ ካብ ድኺ። ንሓዉ ቀርዲዱ ስለ ዝበልዕ እዮም ዝኾኑ። ሓቅኺ ኢኺ ሓንሳብ ብዝሕላ ሓንሳብ ብዝልዝል ነንሕድና ከይኮናን ንዘላዘል ዘለና። ስቕ እባ በል

ኢቮስ ዝበለጸ ናይ ደቂ ተባዕትዮ ናይ ጸጉሪ ሳምና ርክ ሓቁ
ኣታ ከምዚ ኣብ ክሳዱ ጋብ ዘይብሉ ሓዘንተኛ እኮ ከምዚ ኢልካ ዘለኻ ኣታ ሞርታ ሕዞ ኣለኹ ቤላ እየ ዘለኹ ግረፈን እስከ በጃ ኣታ ኣቦኻ ዝኣክል ስራሕ ውፈር ዘይትብሎ ልክዕ ከም ጫጭሕ ዶሮስ ፍርናሽ ሓቂፉ ውዕል ኣለኹ ብለኒ ቁርቆይ ትሓስብ እንዲኻ ኣታ ቤላ ሽቁል ዘለካ መሲልዎ ከውን ወደይ። ዋእ ሞቱ ሽቁል ን ዓቢ ሽቁል ን እንታይ ከይደልካ ድኣ ልዕሊኡ። ንባዕልኻ ተታሊልካ ንዓይ ኣይተታልለኒ ሕራይ። ስማዕ እሞ እንቂዓኪ ስማዕ እሞ ከሕኬካ ሎሚ ካብ ደራፋይ ንላዕሊ ዝህብትም ኣሎ ቀደም ግን ሓሜን እዩ ዝበሃል ነይሩ እሞኸ እሞ እዚ ናትና ስራሕ ከዓ ሕጂ ፅዩፍ ተተባሃለ ፅባሕ ግን እቲ ዝዓበየ ስራሕ ክኸውን እዩ ሸይፈን እሞ ቁርብ ኣየቕንኣኻን ዶ በዓል ኢትዮጵያ በዓል ኡጋንዳ በዓል ኬንያ ኣታ እዞም ሰረቕቲ ከመይ ድዮም ሂቦሞ እንደሎ ኣታ ከመይ ድዮም ኣማዕቢሎሞ እንደሎ ቁርብ ኣን ኣይትሓስብን ኣጆኻ ባጒ ዓርከይ ድፈእ ጥራይ ኣብለኒ ኣብ ገምገመይ በጺሐ ዘለኹ ከረውረው ኢለ ክጠፍኣልካ እዩ። ኣታ ኣታ ኣታ ኣታ ዝሰርቂ እኮ ከምዚ ናይ ፊሊም ብኦስካር ከምዚ ናይ ኩዕሶ ባልዮን ዶኦር ዝሽለም ደሎ ኣታ ከምኡ እኮ እዩ ክሽለም ዝግብኦ ኣታ እቶም ኣብ ሃገርና ተሪፍኩምና ዘለኹም ውሑዳት ሰብ ትህብዎ ንስኹም ኢኹም ንስኹም ጺዒርኩም ጺዒርኩም እንተዘይ ተለዊጥኩምሲ እንታይ ኢና ሒዝና ክንተርፍ ደሓር ከኣ ክትምንድል ከለኻ እኮ ሃገር ወኪልካ እኮ ኢኻ ትምንድል ኣለኻ ቁሩባ ቁሩባ ሓቦ ንሕን ወስኹን ኣይ ኣይ ባጉየይ ኣይ ባጉየይ ክጥዕም እንተደሊኻ ንመላእኽትን ኣጋንንትን ኣብ ሓደ ካውፌ ኮፍ ኣቢልካ ሻኽ እንተስ ትፈልጥ እንዲ ሕጂ ግን ከልጊ ግደፈን ንብለካ ኣለኹ። ዋሕ ንዓኻ ከልጊ ካልኣ እንታይ ክበልዕ ኣነ። ባጉየ ንስኻስ ትበልዖ ክትስእን ዋታ ከመይ ዓይነት ድሙ ዲኻ ንስኻ። ደሓን እንታይ ይመስለካ ኣብዚ ገዛና ንደማሙ ኢልና ዘተረፍናዮ ስኩምኪ ኣሎ እሱ ትበልዕ እንታይ ጸገም ኣለካ። ኣብ ክልተ ሰሙን በጺሐ ሕጂ ክሸክል ኣይደልን እየ ሓራይ። ኣታ ትፈልጥ እንዲኻ ኣነ ንስኻ ምሽ ሓዲና ማይ ሓዲና ዓሳ ምዃንና። እንታይ እሞ ዓብስ እንታይ እሞ ዓብስ ዓሳ ካብ ማይ ምስ ወጸ ማይ መስርሒ ጸብሒ ዓሳ እዩ ዝኸውን። ናብታ ጉድጓድ ግን ብሓንሳብ እዮም ዝድክልዋ ኢሎምና። ኣይ ባጊ
ተለኻኺምና ክንጠፍእ እዩ ባህላኸ ማለት እዩ። ግደፍ ኣንቄ ንዓይ ኣመስግነኒ ግደፍ። ኣየናይ ተቐባሊ እስከሎ ከምዚ ገይሩ ንዓኻ ደሕንቅቐካ? በጀካ ከምዚ ገይሩ ዝሕንቅቀካ ተቐባሊ ኣሎ ኣታ እኮ ኣነ እኮ ንዓኻ ልክዕ ከምዛ ማሽን ዘይትኻ ቀይረ ስንቅኻ ኣስኒቐኩ እየ ዝውፍረካ እኳ ባጎን እንታይ ኣስኒቕካኒ ትፈልጥ ንዓይ ኣነስ ኣየስነቐካኒ እንታይ ኣስኒቕካኒ ወ እዚ ኩሉ ምረቓ
እሳስ ዓዋስ ኣይክሕደካን እየ ዋእ ክንደይ ግዜ ዲኻ መሪቕካኒ ዘለኻ ምረቓ እሞ ተረካቢ ድዩ ኣታ ዒራ ዘይክፈሎ ባይታ ይቃልሎ ኣታ ኣነ እኮ ልክዕ ከምዚ ዲካ እኮ ክሳብ ወፊርካ ትምለስ ሸቀልቀል እንዳበልኩ ከብደይ ሓቂፎኪ እየ ድጽበየካ ምጽእ ምስ በልካ ከኣ የደንጉየካኒ ካሽ ቅልጥ ቅልጥ ቅላብ ኢለ ገንዘብካ ህበካ ካብ ሓጥያትካ ማዕረ ማዕረ ማቀል ኣታ ግደፍ ግደፍ ኣንቂ ዓርኪ ግደፍ ከምዚ ሓልየልካ ሓልየለይ። እንዳ ኣቡጊ ዓርከይ ይርደኣካ ኣሎ ምሽ። ሕጂ ክምንድል ተሒዝኒ ሓደ ኢለ ኢኺ ምቁጻር ክጅምር። ኣጆኻ ኣጆኻ ወንጌ ዓርከይ ንሓደ ኣርባዕተ ሓሙሽተ ወርሑ ምሉእ ከገልግለኒ ዝኽእል ጭንቀት ተጨኒቐ ገለ ዓይነት ሓሳብ ኣምጺኣለኹ። ቦርጌ ዓርከይ ወልሓደ ዝግበር ነገር የለን ካብ ኣሰር ክንዲ በሰር እዩ ምፍላይ ዓብይኒ ዘሎ። ኣጆኻ ኣጆኻ ኣይሸርሸራታ ወንጌ ዓርከይ ኣነ ናይ ራይድካ ከፊለ በዚ በዓል ቅሊንጦ በዚ በዓል ኦሮሞ በዚ በዓል ትሪንቱሉ ገለ ዝበሃል ከባቢ ብኡ ከም ዝሰርቕ ክገብረኪ ኣጆኻ ይረኽበካ ንሸው። ኣታ ቦርጌ ዓርከይ ሕሰቦ እባ ከም ገለ እንድሕር ፈሊጡ እኮ ክልተ ሰሙን ተኾርምየ ከም ዘይተኾርመኩ እኮ እዩ ክሓስበለይ። ዋእ ኣንታ እዚ እኮ ስቱድዮ ካብ ዝኸድካዮ ከይዱ ዝርእየካ። ዋእ ናተይ ፋንታዝማ እምበር ናይ በይነይ ፋንታዝማ። ዋእ እሞ ፋንታዝማ እኮ ድሙ ፈሪሕ እዩ ዝብሃል ድሙ ሒዝካሉ ኣይትኸይድ። ዋእ ምሽ ምሳይ ሒዘካ ከይደ ነይረ ሽዑ ርኢካ ድኣ ዘይሃድም ነበረ እንታ ሮዛ ድሙ። ጎትኒ ኣጽናሕካ ንሎሚ ፈትን። ወዝቢ እንተ ሒዝካ ግን ንገንዘበይ ይጭነቁ ኣነ ባዕለይ ኣድራሽኡ ረኺበ ንዑ ዝኾኑ ኣጉባዝ ኣዳልየ ብሓይልን ብገንዘብን ሓዳሰይን ወረቀትን ኣብ ኢድካ ከተፍ ከብለልካ። እስከ ሕለፋ ሃብቲ ከይረኣየ ቅተለኒ ኣብልካ እስኻ ጥራይ ሕጉሰኒ ብዚኣ። ኣታ ኣነ ኣንቁርር ኣነ ዳኣ ዶላር እኮ እየ ሰብኣይ ዋጋይ ድዩ ብወርቅ ከምዚኣ ኢለካ።
ለንቀነ ተዘይጥዒምኒ ወዲኤ ማለት ኣይኮንኩን። ሰብኣይ። ወሪሕካ እንዴት ታሪኸይ ክሕድሱ እዩ ፍጠራት ተወዲ ታሪክ ያላ ያላ ቱታ ታወ ቱታ ታሰወ ጦፊሩ ሎ ትሰብኣይ ወፍራ ሎ ክዳነይ ክቕይር ወይ ኪድ ዝዓተር እቲ ሓያል ብልሓተኛ ራዛ ወፊሩ ሎ ንዓለም እቲ መስተንኮርኮር ዝኾነ ጥበብካ ርእያ ሓያል ጥበብካ ሎሚ ከተርእያ ኣለካ ዝዓርከይ መዓረይ ኪሩፈር በዓል በሊሕ ላማ በዓል ወርቂ ኢዱ ወፊሩ ኣሎ ኣዲስ ኣበባ ሞባይልካ ኣክቢ ባጥ ከብላ እዩ ኪድ ጻዕዳ ጽንሓኻ ዝዓርከይ ኣክስታ ባስታ

ሃምቨርገር እዩ ድበሃል ኔሩ እቲ ዩኒቨርሲቲ። ኪዱነ ዕላል እንዶ ግዳ ኣምጺኻ ኣኪላ ኣነ እኮ ብምንታይ ድየ ድፈትወካ ምጽእ ምስ በልካስ ዕላል ተዘክረኒ እታ ናይ ቀደም ክፈትወካ። ሀይ ምጽዋ ዋጣ እንድየ ዋጣ ዋጣ ዋጣ ዋጣ ሀይ ምጽዋ። ኣፍሮ እየ ኔረ ጉብዝና ኣሎ ጃንጎ ስረ እየ ጌረልካ እቲ ዳሪክተር ካብ ኩሎም ምርጽ ኣቢሉስ ኪዳነ እዩ እዛ ባንዴራ ደውርዳ ይብለኒ። ንመን ንዓኻ? መን ደኣ ብድሕሪኡ እንዳውረድኩልካ ከለኹስ። እቲ ትራምብ ምጽኢልካ ኣብ ቀደሙ ሓላፍነት እዩ ድፈቱ። ግትር ኢልስ ሎምዓንቲ ኣነ'የ ደውርዳ ይብለን ሃንደበት። ኣነ ክቕጭ መጺእኒ ህልኽ ኣለኒ። ሎሚ ተውርዳ ጽባሕ ኣይተውርዳ ናተይ'ዩ እቲ ሓላፍነት እብሎ ኣለኹ። መናዕናዕ ጀሚሩ። እዚ ሓበሻ እዚዶ ኣነ ከለኹ ከውርዳ ኢሉስ ኣታ ወዲ መናዕናዕ ኣይብልን። ቀጽል።
ብሕልኮ ናይ ኣቦታተይ ገይረዶ ክዝርግሖ ሕጂ ንስኹም ሸረር ትብልዎዶ ኣለኹም ሕልኮ እንዲዱ ይብሃል ነይሩ ኣያ ወይ ብኻሶቲ ናይ ኣቦታቱ ገይረ ክዝርግሖዶ እንዳበልኩ ከለኹስ ኣብ መንጎ እቱ ኢሉ ኦባማ ጽቡቅ ግበር ንማንም ክብልዎ ሓቂ እኮ እይታ ናይ ቆርበት ነገር ከኣ ቀንጥያቶ እንድያ ኪዳነይ ተባሂሉ ኪዳነ የውርዳ ብላ ኣሎ መንጎ ኣሃ
እታ ሃገራዊ መዝሙር እኮ ባዕለይ ዘሚረያ እዋ
ወሊደ እባ ኣኺለ እየ ናይ ምንታይ ሃገራዊ መዝሙር ደኣ ዘሚርካ? ኣታ ናይ ፓኪስታን ክብለካ ናይ ኣሜሪካ ብርና ምንታይ ብዛዕባ ን ንዛረብ ዘለና እንታይ ትብል መዝሙር ደኣ? እዋይ ኣታ ዘኪርካኒ ኣታ ኣሜሪካ ኣሜሪካ ጎ ቱ ሳውዝ ኣፍሪቃ ኤነሚ ቱ ኣፍሪቃ ጎ ቱ ሳውዝ ኣፍሪቃ ማልቲፕሊኬሽን ሳብስቲሽን ቱ ኣዲሽን ቱ ዘ ኮራፕሽን ችድክስ ችድክስ ክስ ክስ ክስ ክስ ትራምፕ ኢዝ ኣልግስ ዋውዋውዋው ጽብቕቲ ቁሩብ ካብ ሜጀር ውጽእ ትብል ኣለኻ ቅኒት ከኣ ተጋጊኻ እምበር ቤላ ጸኒሕካ ሓራይ ባርኖባስ ኣብቲ ዜማ ምውጻእ እኮ ኢድ ኣለኒ ምስ ማይክል ጃክሰን ብሓንሳብ ኬድና እንዲና ወጺእና ኣታ ናይ ቀደም መዝሙር ኣሜሪካ እኮ ክትጥዕም ነበረት። ይፈልጥ ይፈልጥ ንስኻ ብጸጋም ንሱ ብየማን ኔሩ። እወ እወ ደሓር ደኣ እዚ ቫይደን ምጽእ ኢሉ እኒሄ ለካ ዜማ ናይ ቻይና ኣብ መንጎ እትው ኣቢሉ ኣባላሽልና እምበር ኣታ ከመይ ድያ ክትጥዕም ኔራ ኣታ ብኣ እኮ እየ ድቅስ ኔረ። ባእ ምስዚ ጋም ላሕ ስዶ ወደይ ክትዋዳደር ኢኺ ወደይ። ቀጽል ጭራ ነብሪ ትሓዝ ተሒዝካ ከኣ ኣይትፎኒ ብውቃበይ እኳ ሞያይ ድመጸኒ ይፈልጥ። ወልፋስ ኮይነ ወደይ ምስ ሓደ ወላድር ስታይ ነይርና ካብ ቐደሙ። እማ ክራኸብ ጸኒሐ መን ኮንካ ኢኻ እስኻ ትረኽቦ ነቶም ጀምዓይ ኣብዚ ኮንካ ክትላገጸሎም መማህርተይ እኮ እዮም ንዓይ ከም ኣሜርካ ደልዓለኒ ንሶም ሕልፍ እዮም ድብሉለይ እዋይ

ኣታ እንታይ ዓይነት ናብራ እዩ ወደይ እንታይ ዓይነት ጭንቀት እዩ እዚ እንታይ ዓይነት ሓሳብ እዩ ባ ውይ ውይ
ማማ ብዓርሳም ሕጂ እንታይ ገብርህሉ ሕጂ ድኣ የፅንዑ እዮም ዝህልዉ ኣቢተይ ኣይኮኑን ኣብ ኮንሸሎሎ ኮይኖም ይጻወቱ እዮም ዝህልዉ። ኣይኮኑን ኣቢተይ ሕጂ ፈተና ስለ ዝኣተወ ኣዴታቶም ኣየውጽኦኦምን'የን። ኣጽኒዕም ክወጹ ይክእሉን'ዮም። እወ ብርቱዕ ፈተና እንድዩ ዝጽበዮም ዘሎ። ኣብ ገዝኦም ኮፍ ኢሎም የጽንዑ እዮም ዝህልዉ። ኣሃ ትምህርቲ ከኣ እባ ተጀሚሩ እቲ ዝገዛእክለይ ዲቢዛ ከይገበርክዎ ናብ ዝመጽእ።
ድሓን ኣቢተይ ኣይትተሃወኽ ክትገብሮ እንዲኻ ሕጅስ ከጠጥዕሙ ነዕልል። ሕጂ ኣብዚ ቀረባ ግዜ ምስ ተሓከምካ ቀዳመይቲ ትገብራ ነገር እንታይ እያ? ዝረኸብክዎ ቆልዓ ጉያ ንቀያደም ክብሉ እየ። ሽዑ ግን እቶ ከይትብልኒ ጸሓይ ናፊቐያ እየ ዘለኹ። ሕራይ ሕራይ ኣቦ ወደይ ኣይብለካን እዩ። ከም ድላይካ ክትጻወት ኢኻ። ክሓዊ እየ ግን ምስ ማማ። እወ ናይ ግድን ከኣ እምበር። ቧእ!
ኪዱለይ ናትካ ሓካይ ውዳኒ ኺድ በል። ስማዕ እንዶ እስኻ!
ኣብቲ ቤትናመይ ስዉር ዶ ወራር ተካይድ ኣለኻ ቁልጡፍ ወራር። ከመይ ማለት? ነቲ ወደይ በቲ ሞይኡ መጺኻዮ ንዓይ ድማ በዛ ዝፈትዋ ወልፈይ ክትመጸኒ? ትድነይ ሓሪፍ ኣይትበል ንሓሪፍ ሓሪፉ ኣለዎ። ፖው!
እወ እምነ ፍሊጶስ በዓል ደብሪ ናይ መጀመርታ ሰብ ምስላ ድቀየረ ንስኻ። እንታይ ዶ ምስላ ወደይ? ምስ ኣድጊ ድወዓለስ ሃተ ደይለመደ ጥራጥ ለመደ ምሽ ነይራ? ንስኻ ድማ ሃንጥራጥም ብሓንሳብ ለሚድከ ወይ ኣመቓሪ ደው ምባል። ከይደልካ ኣለኹ በለና ኣድጊ። ዎይ ንዓባ ንዓ ቁምነገርና ክንገብር ቅድም ብቁምነገር እኮ እየ ደልየካ ነይረ ነቶም ነቶም ነቲ ወደይ ድሕልውዎ ደለዉ ስንካስከ ናይ ሽሃ ተኾነቶም ሓገዝ ክኾነካ ሃሎ። ኪድ ከሌሞ ንሱ ህድነ። እንታይ ትዛረብ ኣለኻ እንታይ ከሌሞ ማለት። ለለካ መዓልቲ መዓልቲ ክከታተልዎ ኢለ እዮም ረብሪቦም ምምጻእ ምስ ኣበየ ኣብ ሳልስቲ ገይረሎም ኣብ ሳልስቲ ከኣ ጠቕላላ ከነጭሩ ኣሹ ምምጻእ ምስ ኣበየ ደኺሞም ከልዮሞ። ፖው! ትኽስ ናይ ድሙስ መዘንግዕ ኣንጭዋ ኢሎምኻ። ኣታ ኣንቁር ወደይ ነቶም ናትካ ስለያ ስለያ ከይገበረሎም ኣይተርፍን እዩ። ንሳ ንሳ እኳ ኢኻ ካባኻ'ዚ ንዓይ እኮ በዚ ናይ ሽጉርትን ኮሚደረን ሚዛን እኳ ኢኻ ትመዝነኒ ዘለኻ። ኣታ ትሰምዕ ዶ ፈጣሪ እኮ ንኣድጊ ኣእምርኡ ርዩ ቀርኒ ከሊእዎ። ኣነ ድማ ነንቁር ወደይ ብጎነጽን ሓይልን ከም ደይከውን ፈሊጠ ብትዕግስቲ ጽበዮ ኣለኹ።
ኪዱን መልሓስ እምበር ሓንጎል ኣይተዓደልካን። ነንቁሪ ከኣ ቤነጽርዮ ንዓይኒ ድቶል ግደፈለይ ሓራይ። ክላ
ነቲ ዕያለይስ ልዕለይ ፈሊጥካዮ ማለት ድዩ?
ሄሎ
መርሓባ መርሓባ ወዲ ዞም ቅቡኣት ወዲ ዞም ቅዱሳት ወዲ ዞም ሊቃውንት ወዲ ዞም ካህናት ወዲ ዞም ምሁራት ወዲ ባሕሪ ነገስታት። እቲ ውዳሰ የጽንሓልካ እሞ ዳሕራይ ከኣ ምስ በዝሐ ናብ ጸርፊ ከይቅየረካ። በል ክትፈልጥ ኣንቁርደት ሰንሰለት ፈንጢስዎ ወፊሩ ኣሎ ንብል ኣለና። ሰርቕ ኖኖ ገዛ ክልቕልቕ እምበር። ደሓን ደሓን ደሓን። ጭብጢ ሒዝካ ሎሚ መጻኻ ክንረዳዳእ። ስምዓኒ ኣነ በጀካ በታ ሞባይል ብሓዳሰይ ሞባይል ተዘይ ኮይኑ ብእብራይስጥ ኣይረዳዳእ ብጓቲማላ ይረዳዳእ ብእንግሊሽ ኣይረዳዳእ ብትግርኛ ይረዳዳእ። በቃ ኣጽዋ ኣጽዋ ኣጽዋ። ስማዕ ስማዕ ስማዕ ኣምና ቃል ቦኽ ትብይ ቃል ቃል ኣይኮነን ኣብኣ ቃል ቃል ክትደኽ ኣብታ ላዕሊ። ኣታ ክንደይ ክልፍልፍ ወደይ ዕጸዋ ዓንጎግ። ፖው ኣንቁርብ ወደይ ዲታ። እዚ ሓላባይስ ኣብዚ ኮፍ ምስ በልካ እምበኣር ዘሪርካ ከይዱ ኢለካ እንዴ ንሓደ ሰራቂ እኮ ሕልንኡ ተድዩ ኣሲርዎ። ዋላ ሰላሳ ዓመት ኣብ ቤተክርስትያን ዓጺኻዮ ኣመለ ኣመሉ ምዃኑ ኣይትርፎን እዩ እዚ እኮ ባዕለይ ኢለካ ነንቁር ወድኻ ከኣ ሰሚዕኻኒ ከመይ ኢለ ምስ ሕልኑ ዓርቆ ንዓይኒ ዲቶል ግደፈለኪ ዱን ክትኣስሮ እንዲኻ ካብዚ ዘለዎ ንላዕሊ ንሱ ግን ኮኮድ የጻዊትካ ከኣ ክህርብ እዩ። መን ኣሲሩ?
ካብዚ ዘለዎ ናይ ሕልና ስጅን ድኸፍእ ደሎ እዩ ኣንታ ንስኻ እኮ ከምዚ ናይ ሞሪኖ ብጎነጽ ዝኣምን ተጻወቲ ኣኻኺብካ ብሓይሊ ዋንጫ ናይ ዓዲ እንግሊዝ ኢኻ ክትወስድ ትፍትን ዘለኻ። በቃ ኣኺልካ ዕድመኻ ምሉእ ንእሽተይ ንእሽተይ ክትጻወት ድያ ዓቢ ዓቢ። ኣኪለ ሓንፈጽ ናይ ዩጋንዳስ ንዓይ ክትዋራዘየለይ። ወድዛ ሸልሓጥ ናይ ሞሮኮ ካራ። ምዃን ተመሲሉ እንድዩ። ኣንጊሁ ዝዓወለስ ንምሸቱ መጻወቲ ፋራ ኮነ እኮ ተባሂሉ እዩ። ትላኻ ግደፈኒ ኣጀኻ ምሳኻ ምትራፈይ እዩ ብዝዝሓ ኢለ ሕዝኒ ኣሎ ያኺ ከይደለኹ ያኺ። እዋእ ኣነ ክብሎ ድግበእንስ እምበኣር ተገልቢጥካኒ። ኪዳነ ከዛብ። በል ከርእየካ'የ መዓት ሕክያሉ ሕጅስ የለን እዩ። ኪዱ ከዛብ።
ኣነ ወዲኤ ክኸይድ እየ ናብዞም ጀምዓይ። ኣለዉ ንበዓል ትራምብ ገለ መለፍቲ ኣሜሪካ ደሓን ሕጅስ። ኣታ ሓላሚ።
ተራሲነ ተራሲነ ማለት እኮ እዩ። ኪዱ ከዛብ።
ዕያለይ ከኣ ተምዲላ ኣይገድፎን እዩ ባዕለይ እየ ድልእኮ።

ካስትል ኦይል፣ ኣሊቨራ ጀል፣ ባምያ፣ ሞሎኽያ፣ እንጣጢዕ፣ ከምኡውን ካብ ዘይቲታት ጋባ፣ ጆጆባ፣ ኣበካዶ፣ ሬድ ሲድን ካልእን ዝተዋጸእ ኮይኑ ጸጉርና ምስ ተቆነንና ምትሓዝ ዝኣቢ ንኣሽቱ ጸጉሪ ምስ ዘሸግረና ወይ ውን ንምትሓዙ ዘሸግር ወንጨርጨር ዝበለ ጸጉሪ ምስ ዝህልወና ነዚ ጀል እዚ ተጠቒምና ሰጥ ከነብሎን ከነደቅሶን ንኽእል። ብተወሳኺ ውን ኣዝዩ ኣንጸባራቒ ምስሊ ንኽህልዎ መጠን ቅብኣት ጸጉርና የድምቕ። ክትጥቀምሉ ወይ ውን ክትሸጡ ከተከፋፍሉ ምስ ትደልዩ ካብ ዩናይትድ ኪንግደም ዝርከብ ሕጋዊ ትካልና ወይ ውን ዌብሳይት ኣድራሻና ምውካስ ይከኣል። ብቐጥታ ንምእዛዝ ከኣ ካብ ፕለይ ስቶር ኣጎር ኣፕሊኬሽን ኣውሪድካ ምእዛዝ ይከኣል። ሓደ ክልተ ሶስት ሓሙሽተ ሽዱሽተ ሸውዓተ ሸሞንተ ትሽዓተ ዓሰርተ።

ኣቲ ንስኺኸ ካብዞም KGB ዲኺ ዋላስ ካብዞም ሞሳድ? እንታይ?
ኣቲ ቆልዓ ናተይ ኣይኮነን። ናተይ ኣይኮነን ናይ ካልእ ሰብ እዩ ኢልኪ ንገርዮ ሐራይ ዶ? ከልዕሎ ኣይክእልንየ። ካበይ እያ ከ መጽያ እዚኣ መስሓቲት? ናትካ እንዲ ካብ ጁባካ እንዲ ወዲቅካ። ሂሂ
ሳንዳይ ቅድስ ወራሓት ኣይኮናን ጎራሓት ግን ንፈልጥ ኢና ብል ነይሩ ወዲ ኣኸዛ። እሞ ክወስዳ? ግባ ኣብልዮ ድሕርቲ ናተይ እምበር ዘይናተይ ኣይደልን እየ ሐራይ ዶ። ናትካ እንዲ ካብ ጁባኻ ሕጂ ወሊዑካ።
ኣንቲ ቆልዓ ኣይትሰምዕን ዲኺ ዋእ ክንደይ ግዜ ድየ ክዛረበኪ ትግርኛ ኣይትሰምዕን ዲኺ ኪዲ እስከ በጃኺ ኢለልኪ ትሕምኒ ክልተ ሰሙን እየን ተሪፈናኒ ክልተ ሰሙን ተጸበይኒ ጥራይ ኢልካ በልለይ ሐራይ ዶ ኪዲ ሕጂ ኪዲ

ሰብኣይ ለንቅነ ደኣ ናይዚ ናፍቖ ፀናሓካ ናይ ተምሪ ልዛይ ዝፅምእ ደኣ ገለ ዓይነት ሞዴል ዝኾና ሞባይል ምርማሕ ኣቢልካ ኣለኻ ከላእ ሞዴል ዝኾነ ጭንቀት ሒዝና ወፊርና ደኣ ከመይ ጌርና ኢና ሞዴል ክነላዕብ ኢልካ ትሓስብ ኣታ ስኻ ለንቅነ መንጸርጸሪ ሸሚትካ ኣለኻ
ኣታ እታ ምሳኻ ከለኹ ዓቕሊ ዝገብረላ ዝነበርኩ እምበር በይዕ እያ መጽ እንታይ ትበ ኣበይ በይዕኻያ ኣታ ዓቕሊ ዝብይዑ ከለዉ ድዮም ኣታ ዛናተይ ምሸጥኳ ነይሩ ንራኽበና እንዶ ሕጂ ካባኻ ገለ ማራ ኬፍ ዘለዎ ጆክ ጆኪካ ገለ ማለት እዩ ትፈልጥ ኢኻ ምሽ ክትዋዘ ከለኻ መሊስካ ከም ተኽፍእ።
ዳሓረይ ሕጂ ከም ደስ ዝበለካ ተጻረፍ ማዓስ ይጸርፈካ ማዓስ ይሕምቀካ ኣበይ ይሃጅም ኣበይ የጥቅዕ ኣበይ የዝልቅ ኣጸቢቀ እንድየ ዝፈልጥ ሕጂ እታ ሞባይል ጥራይ ሃበኒ። ኣየምጻኹን ኣየምጻኹን።
እንታይ ኮንካ ደምጻ? ካብ ፍርቂ መገዲ ተጣዒሰ እዩ ተመሊሰ። በል ኣንቁረሲ ክሰርቕ ኢልካ ወፊርካስ ተጣዒስካ ክትምለስ ካብ ንስኻ ከምኡ ክትገብር እኮ ዝናብ ክረምቲ ክሃርም ኢሉ መሬት ከይተንክፈ ክምለስ ይቐልል ባጎኒ
ምንደላ ከልየዮ እየ ተረዲኻን ኣለኻ ካብ ድሕርጂ ንፋዘረይ ከሐጉሶ ብሙሉእ ዓቕመይ ተዳልየ በቃ ተበጊሰ እየ
ኣላ ኮንካ እታ ንበኪና ንክትሕግዞ ተሊኻ ደኣ ኮሱ ክሕሱ ከሎ ጽን ኢልካ ምስማዕ ጥራይ እዚኣ እኳ ትሕግዞ ወጥታታ ከይምልዕሰካ ፋዘረይ መላዕልትኻ ኣይኮነን ወዲ ጉማማ ኣንታ ንፋዘርካ እኮ ባዕልኻ እኮ ኢኻ ከም ጽረፍ ትገብሮ ዘለኻ ብኸመይ? ብኸመይ ዶ? ሕንኡ ዜፈድስ ወዲ ኣድጊ ይበሃል። ንስኻ ሕኔኻ ስለ ዘይፈደኻ፣ ኣቦኻ ኣድጊ እበሃል ኣሎ። ሕጂ ሰክት እስከ ከይልክመካ ወዲ ጉማማ። ትፈልጥ ኢኻ ምሽ ካብቶም ንህይወተይ ሕንፍሽፍሽ ዘእተዉላ ቀዳማይ ንስኻ ምዃንካ። እውይ ኣንቂኻ ሒድካኒ ኣታ ኣታ እዚ ኩሉ ናይ ስራሕ ዕድል ከፊተልካ ኣታ እዚ ኩሉ ኤነርጀይን ኣንጉዔ መጺኻ እስኪ ሒድካኒ እውይ ኣንቂ

ደይ ኣብ ገዛኺ ኮይነ ኣቦ ክርእየኪ ክደርብኪ እንደለኩ ከርእየኪ ኣብቲ ገዛና ጥራይ ምጽእ። ሽት ሕልኩስ ከይመጻኩ ከለኩ እንድዩ ድመልዓሰካ ግዲ። ማይ ድምጺ ጫማኹም ዝሰምዕ እንደፊር እምበር እዚ ደኣ እንታይ መዓንጣ እሞ ኣሎ። ቸቸት መዓንጣ ደኣ መዓት ኣለዉ። ጁባ ሰብ ከም ጁቡኡ ክገላብጥ እንዳወዓለስ ንዓኻ ጻዕዳ ሽጉርቲ እተቐረፈት ትመስል ምጭፍላቕ ክስእን። ኣሓን ኣሓን ፈሊጠክን ኔረ ኣለኹ ኣቦን ወድን ኮንክን ክድርባን እንዲኽን ደሊኽን ከርእየክን ኢየ ከኣ ኣነ። ቸቸቸት ዋእ ቅድም ንዑ እሞ ናይ ዳዕዋ ተሃንውጸሉ ሽዑ ናባይ ትመጽእ። ሕልኩስ እስኻስ ንክልተ ክትከውን ሰሳሓት ሰብ እየ ሓሳብ ኣምጺሓታ። ንዑ ደኣ ኖርማል ደይ ንዓኹም ምስ ረኣየ ደፊርኒ እምበር መርዓኹካ እንድየ ነዝራ። ኣንታ ሰክት ከይምልዕሰካ ዋእ ካሶተይ ከም ሚነዋለ ሰኪትካ ትቅበሎ ጸኒሕካስ ሕጂ ሰብ ምስ ረኣኻ ዘተዓርቀካ ምስ ረኸብካ ጠራዕራዕ ክትብለለይ ንዓይ። መን መን መን መን ካሶቲ ጌሩ ንዓይ ካሶቲ ገጸይ ክትሃርመኒ ጸኒሕካ ንስኻ ዋእ ኣነ ዘይኮንኩን ነነጢረ ኢድካ ቴስታ ጌረ ክሃርመካ ዝጸናሕኩ። ከይደግመካ ከማን ይዓኽ ኽም በረድ ከይዝንበልካ ወዲ ጉማማ። ቴናን ርእሱ ቴኖ። ድልዱል ዳዕዋ ሕጂ በል ንዓ ግጠሞ ጸሪፍካ ኣሎ። መን ጸሪፍኒ?
ኣንታ ቴናን ርእሲ ቴኖ ዶ ክብለካ ኣይጸንሐን። ወላ ኣነ ከማን ከምዛ ናትኩም ልክዕ ዝጸረፈኒ መሲልኒ ናይ ሓይሊ ኣቦይ ኣኻኺበ ዶ ዋዕዋዕዋዕ ከብሎ ሓሲበ ነይረ። ድሓር ግን ተሓሰብኩላ ጸሪፍኒ ዘይኮነ ሓበሬታ እዩ ሂብኒ። ቴናን ርእሲ ቴኖ ኢልኒ። ኣነ ከማን ሳሉ ቴናን ርእሲ ቴኖ ምዃነይ ፈሊጠ ኣለኹ። እው ጥበብ ጥበብ ርኢኻ ተዝልቕ እኮ'ያ ደላ። መን ኣዝሊቖ መን ኣነዝሊቖ እንዳትፈልጠ እንዲኻ እንታይ ምዝላቕ ምህጃም ተዘይኮይኑ ምዝላቕ ደይፈልጥ ዋእ።